ሰላማት ደቂ ዓበይቲ ከመይ እኔኹም። እንነቀ ፈጣሪ ይመስገን ዳሕና ኢና። ጽቡቅ እኔና እና ኸዝታይ ሒዝናልኹም መጺና እኔና ሓራስ ለሃለየት ለጋጠማ ኢና ሒዝናልኹም መጺና እኔና ሽካብ መጨረሻ ምሳና ኹኑ ማለት እዩ ታይ ገጢምና መሲልኩም ቕሱ ሓራስ ኾይና ለሃለየት ማለት እዩ ማለት ለይተጸበናዮ ነገር እዩ ገጢምና

ዓንቀር ዓንቀር ወሪዳተስ በቃ ዓንቀር መክለ ስኢነ ሓሙሽተ ሚእቲ ሓሙሽተ ሚእቲ ሲ በቃ ስኢነስ ብጣዕሚ ሚልዮ ከይ ኣሎ ዝኮ ኩሉ መዓልታት ምስ ኔሩ ሲ ዓንቀር ዝወረደ ታይ ድ መሲልኩም ቤተሰብ እንትን ተዘጋጂና ኢና ክንፀንሕ ኔርና ወደ ኣነስ ኣዘጋጅየ ክፀንሕ ኔርኒ ግን ልኡ ምክንያቱ ተኣማሚነዮ ዝፀናሕኩ ነገር ተሃልዩ ሓንቲ ሓፍትና ኣብ ደገ እንትነብር ሚእቲ ሽሕ ቃል ኣትያትልና ምስ ወለደት ኢላ ሚእቲ ሽሕ ቃል ኣትያትና ላኣታ ኣማሚንና ጸኒሕና ሰብ ወዮ ሰብ ኣብ ፈጣሪ ድገፍ ለለካ እምበር ላኣታ ኣማሚንና ጸኒሕና ካብኡ ምስ ወለደት የላይ እዛ ጓል ስቅ ኢላ ኣቃ ማለት እዩ ካብኡ ምክንያት ኣብ ከቢድ ችግር ወዲቅና ሰዎ ሓራስ ኮይናሲ ኣሽካል ሸሞንተ ሰዓት ምግቢ ለይትበልዐሉ ብጣዕሚ ኣብ ከቢድ ንብዓት ነይራ ኣነ ወሳዕትሱ ጽቡቅ ኢዩ ዝሮ ቤት ሰብ ዝሮ ጽቡቅ ኢዩ ለይጠየቅክዎ ሰብ የነበረይ ዘብ ጎንኩም እኒኤ ልብል ዘየዕርክተይ ልል ኣለቁሑኒ ሃምዙይ ዝኣካውንት ሓዝዎ ልብዙሕ ሰብ ኢየ ጠይቀዋ ግን ሓደ ሰብ ጎነይ ልኮነ የነበረይ ካብኡ ሽካብ ዓሰርተ ሰለስተ ዕስርተ ኣርባዕተ መዓልቲ ሃምኡ ተጸጊማ ነራ ኣብ ኸቢድ ኔራ ማለት እዩ እሱ ምግበይ ትረኽቢ ኩላሆም ዝለሉኩም ግን ንፅቡቅ እንድዩ እና ካብኡ ላብ ሚድያ ዶ ወፂና ሃምሉ ወለደት እሳዕ ኢቱ ኣጋጣሚ ኤርትራውያን ተጋሩን ሓደ ኮይኖም ኣልዒሎምና ሓድ ንሓድ ነገር ክርስትና እውን ሃም ንሐልፎ ገይሮምና ማለት እዩ ኸቢድ እንድዩ ቤተሰብ ኸቢድ እዩ ማርያምን ግን ንፅቡቅ እዩ ፈጣሪ ይመስገን ሪክሞ ሓሊፍናዮሲ ጠንካራ ልኩንኸን ገይሩና እኒኦ። ካብኡ ብዘጋጣሚ ክነመስግነኩም ንደሊ ሰባት ተሃሊኹም ማለት ኤርትራውያን። ኤርትራውያን እና ተጋሩ ዘይሩ በዝሒ ግን ኤርትራውያን ይጣዕስ። እዋእ ተጋሩ እኔዉ እንድዮም ተጋሩ እኮ ይሕግዙ እንድዮም ግን ኣብ ደገ ለለዉ ኤርትራውያን ብጣዕሚ እዮም ልሕግዙ ብጣዕሚ ብጣዕሚ ብዙሕ ቁስለኛ እዮም ኣልዒሎም ብዙሕ ቁስለኛ ለይተነገረሎም ኮይኑ እምበር ብዙሕ ቁስለኛ ሓኪሞም እዮም ብዙሕ እንደይ ሰብ ረዲኦም እዮም ኤርትራውያን በዓል ሂሊና ኢኹም ተጋሩ ለኔኹም ኢኹም ግን ብጣዕሚ ኢና እነምስግን ኤርትራውያን ብልበለጸ ማለት እዩ ደቂ ዓበይቲ ኣብዙ ክንበጽሕ ልገበርኩምና ንስኹም ኢኹም ኣዛዋኒ ናብዛ ጸልማት ለመጻኹምና ልኡል ትበዝሑ ኤርትራውያን ኢኹም ተጋሩ ውን ኢኹም ድኹም ኣዚና እና ነመስግን ንዜር ብሓፈሻ። ንኹልኹም ውን ብጣዕሚ ኢና ነመስግን ንኤርትራውያን ውን እና ኣዚና ሓሊፍና ተረዲእኩም ልጽቡቕ እዩ ዝሮዝሮ ጠንካራ ልክንኾን ጌርና እዩ ካብ ኸዚ ልመጽእ ፈተና ሃምለይ ንወድቕ ጌርና እዩ